ብስሚ ላህ ራሕማን ራሒም ኣልሓምዱላ ረቢ ዓለሚን ወሰለ ላሁ ወሰለማ ዓላ ነብይና ሙሓመድ ወዓላ ኣሊ ወሰሓበት ኣጅማዒን ክቡራት ኣሕዋተይን ኣሓተይን ኣሰላሙ ዓለይኩም ወራሕመቱላሂ ወበረካቱ እነሆ እምበኣር ትሕዝቶ ኣገዳሲ ነጥብታት ኣብ ሮሞዳን ዝብል ንዑ ኢና ንርኢ ዘለና ኣላሁ ስብሓን ወተዓላ ነዚ ስያም እዚ ድንበራት ሕዱድ ገይሩሉ እዩ ማለት እዩ ንስያም ዘበላሽዉ ነገራት ኣለዉ እሞ ካብዞም ንስያምካ ዝነክኡን ዘበላሽውን ነገራት ካብኡ ክትጥንቀቕ እዩ ዘለካ እሞ ኣብዚ ሕጂ ዘለናዮ ምዚ ናይ ቴክኖሎጂ ምዕባለ መጺኡ ዘሎ መድሃኒታት ዝጥቀምሉ ብዙሕ ዓይነት ሕሙማት ኣለዉ ማለት እዮም ዝሓመመ ሰብ ዝጥቀመሉ መድሃኒታት ኣሎ እዚ መድሃኒት እዚ እቶም ሸርዒ ዘለዉ ኣብ ሸርዒ ዘለዉ ንዕኡ ምስ ረኣይዎ እዚ የፍጥር ድዩ ንስያም ኣየፍጥርን ኢሎም ሜምዮም ኣቕሪቦምልና ማለት እዮም ኣብቲ ዝሓለፈ ብዛዕባ እዚ ናይ ሳምቡእ ሕማም ዘለዎም ኣዝማ ዘለዎም ዝጥቀምሉ በኻኽ

እዚ በፍንጫኻ መድሃኒት ዝውሰድ ነጥቢ እንተ ኾይኑስ የፍጥርዶ ኣየፍጥርን ዝብል ዑለማእ ክልተ ርእይቶ ኣለዎም ማለት እዩ። እቲ ቀዳማይ ርእይቶ እንታይ እዩ? ኣነሃ ትፈጥር ኢሎም። እንተ በፍንጫ ዝውሰድ ነጥቢ እንተ ኾይኑ እዚ የፍጥር እዩ ንስያምካ የባላሽዎ ኢሎም። ዓበይቲ ዑለማ ከምኡ ይብሉ ማለት እዮም መርትዖ ናይዚ ዘቕረብዎ ድማ ሓዲስ ለቂጥ እብኒ ሰበራ ረድያ ላሁ ዓንሁ መርፉዓን ሓዲስ ኣሎ ሓዲስ ለቂጥ እብኒ ሰብራ ተባሂሉ ዝፍለጥ መሽሁር ዝኾነ ሓዲስ እዩ ኣነቢ ዓለይ ሰላት ወሰላም እንታይ ኢሎ እሞ ባሊቅ ፊ ልእስትንሻቅ ኢላ ኣንተኩና ሳኢማ ውዱእ ክትገብር እንከለኻ ኣፍንጫኻ ማይ ኣጸቢቕካ እንዳሰሓብካ ኣጽርዮ ኢኻ ኢሎም እንትርፊ ጾም እንተ ደኣ ኮይንካ ኢሎም ጾም እንተ ደኣ ኮይንካ ተጠንቀቕ ኢኻ ጾም እንተ ደኣ ዘይኮይንካ ግን ውዱእ ክትገብር እንከለኻ ኣጸቢቕካ ማይ ነፍንጫኻ እንዳሰሓብካ እንዳውጻካን ኣጽርዮ ኢኻ ይብሉ ማለት እዮም ፈሃዳ ይብሉ ዑለማ ደሊል ዓላ ኣነ ኣልኣንፍ መንፈዙን ኢለል ማዒዳ እዚ እምበኣር እንታይ የረድኣና ኣፍንጫ ርክብ ከም ዘለዎ ምስ ከብዲ ማለት እዩ ወኢዛ ካነ ከዛሊክ ፈእስትክዳም ሃዚህ ልቀጥራ ነሃ ዓንሁ ኣነቢይ ስለ ላ ሰለም እዚ ማለት ድማ እቲ መድሃኒት በፍንጫ እንዳንጠብካ ተወስዶ እንተ ኮይንካ ከምዛ ናይ ውዱእ ኣነቢይ ስለ ላ ሰለም ከልኪሎማ ዘለዉ ከምኡ ክትክልከል እያ ማለት እዩ ይብሉ ወኣይደ ነሃ ኣነቢዩ ስለ ላ ለ ወሰለም ዓን ልሙባለቃ ፊ ልእስትንሻቅ

እንተደኣ ኣጸቢቕካ ንውሽጢ ደይኣቱ እንተደኣ ኮይኑ ኣብ ጫፍ ናይ ኣፍንጫኻ ጌርካ ትጥቀመሉ እንተደኣ ኮንካ እዚ ነቲ ስያምካ ኣይነክእን እዩ ልክዕ ከምዚ ውዱእ ቁሩብ ኣጸቢቕና ደይኮና ንስሕቦ ኣብ ግዜ ሮሞዳን ትጥንቅቕ ኢልና ኢና ነፍንጫና ንገብር ማለት እዩ ኣጸቢቕና ይንስሕቦ ና እዘን ከምኡ ድማ ብውሕድ እንተ ኮይኑ ኣብ ጫፍ ኣፍንጫኻ እንተ ኮይኑ ውሽጢ ኣትዩ ድነጥብ እንተ ዘይኮይኑ እዚ ግን ዩዕፋ ዓንሁ ይፍቀድ ይብሉ ማለት እዮም ኢዘን እዚ በፍንጫ ድነጥብ ክንጥንቀቀሉ ከም ዘለና በዚ ይበርሃልና ማለት እዩ እንተ በኻ ከልኣንፊ ኮይኑኸ ይብሉ እንተ ድንፋሕ ነገር ኮይኑኸ በፍንጫኻ ዝኣቱ መንፋሕቲ ዓይነት እተ ኮይኑ ናብ ኣፍንጫኻ ዝኸይድ ጠብዓ ኣልባሕሱ ፊሂ ከልባሕሱ ፊልበኻኽ ፊ በኻኽ ኣረቡ ፈየኩኑ በኻኽ ኣልኣንፍ ላ ዩፈጥር እንተ መንፋሕቲ ጥራሕ እንተ ኮይኑ ንፋስ ተእትዎ በፍንጫኻ መድሃኒት እንተ ኮይኑ ልክዕ ከምቲ ናይ ሰብ ኣዝማ ደለዎም ዝበልናዮም እቶም ሰብ ኣዝማ ዝጥቀምሉ ብኣፎም በኻኽ ድገብርዎ ኢልና ብኣፎም መንፋሕቲ እንዳገበሩ ነቲ ሳንቡእ ድኸፍት ነገር ኣሎ ኢልና በፍንጫኻ ድውሰድ እውን ከምኡ መንፋሕቲ እንተደኣ ኮይኑ ኦክሲጅን ጥራሕ ዘለዎ እንተደኣ ኮይኑ ግን እዚ እውን ከምቲ ናይቶም ሰብ ኣዝማ ዝበልናዮ ኣየፍጥርን እዩ ማለት ይብሉ ዑለማእ ላኪን ጋዘ ልኦክሲጂን ኣለዚ ዩኸዙ ዓን ጠሪቅ ልኣንፍ ኢዛ ለም የኩን መዓሁ መዋድ ጥብያ ተድኩሉ ልልጀውፍ ፈኢነሁ ላ ዩፈጥር እምበኣረይ እዚ በፍንጫኻ መድሃኒት ትወስዶ እሞ ኦክስጅን ጥራሕ እንተ ደኣ ኮይኑ መተንፈሲ እንተ ደኣ ኮይኑ ምስኡ ዝኾነ ይኹን ተሓዊሱ በፍንጫኻ ገይሩ ናብ ከብድኻ ድበጽሕ እንተ ደኣ ዘይብሉ እንተ ደኣ ኮይኑ ናይ መተንፈሲ ጥራሕ ተኾይኑ እዚ ነቲ ስያም ኣይነክኦን እዩ ንስያም እውን ኣየፍስዶን እዩ ይብሉ ማለት እዩ እዚ ናይ ሎሚ ትሕዝቶና ኣብዚ ንድምድም ብኻሊእ ትሕዝቶ ክሳብ ንራኸብ